ሰላም ክቡራት ተኸታተልቲ ቻናልና እንቋዕ ብደሓን ተመለስኩም። ኣብ ናይ ሎማዓንቲ ፊልምና ድሕሪ ዕስራ ዓመት ዝተራኸባ ሰለስተ ናይ ቁልዕነት መሓዙት ንኽዘናግዓ ኣብ ሓደ ደሴት ከይደን ዘይተጸበያኦ ነገር ክገጥመን እንከሎ ክንርኢ ኢና። እዚ ፊልም ቅድሚ ምጅማሩ ግን ንቻናልና ሓደሽቲ ኮንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ጀምርዎ። ክሳብ መወዳእታ ሰናይ ጻንሒት። ፊልምና ዝጅምር ሰለስተ፣ ሳራ፣ ሱዚ፣ ጂና ዝተብሃላ ኣዕርኽቲ እናርኣየና እዩ። ኣብ ቁልዕነተን ዝፋተያን ናይ ቀረባን መሓዙት'የን ነይረን። ክዓበያ እንከለዋ ግን ናይ እንጀራ ነገር ኮይኑ ዝተፈላልየ ህይወት ይጅምራ። ድሕሪ ዕስራ ዓመት ላራ ነተን ክልተ ኣዕርኽታ ደጊመን ንኽራኸባ ትእክበን። ይኹን ደኣ እምበር ናይ ሱዚን ጂናን ርክብ ኣመና ፍልይ ዝበለ እዩ ኮይንኔ። ምኽንያቱ ሱዚ፣ ጂና ኣብ ቁልዕነተን ፍቕረኛኣ ዝመንጠለታ ኮይኑ እዩ ዝስምዓ። ሱዚ ነቲ ወዲ ንሱ ብጣዕሚ ተፍቅሮ ስለ ዝነበረት ውን ምሳኣ ክትሪኦ እንከላ ልዕሊ መጠን እያ ተቐይማታ። እዚ ኣቢለን ውን ኣብ መንጎ እተን ክልተ ኣዕርኽቲ ሓያል ጭቕጭቕ ይለዓል። ሱዚ ኣመና ተናዲዳ ካብቲ ቦታ ክትከይድ እንትዳለ ላራ ግን ብኽንደይ ለመና ኩሉ ነገር ረሲዓ እታ መዓልቲ ምሰኣን ንክተሕልፋ ተእምና። ድሕሪ እዚ ሰለስቲኤን ኣዕርኽቲ። ድሕሪ እዚ እዘን ሰለስተ ኣዕርኽቲ ኣብ ቁልዕነት ጊዘኣን ብተደጋጋሚ ናብ ዝኸድኦ ነበራ ብላክ ሮክ ዝተባህለ ደሴት ብጃልባ ገይረን ይኸዳ። እታ ደሴት ብጣዕሚ ሰሓቢትን ብዙሕ ኣትክልትን ዘለዋ እያ፣ ብኡ ልክዕ እውን ብጣዕሚ ሓደገኛ። ድሕሪ ዝተወሰነ ሰዓታት ሰለስቲኤን ኣዕርኽቲ ኣብታ ደሴት ይበጽሓ እሞ ንብረተን ምርጋፍ ይጅምራ። ከዕርፋ ኮፍ ኢለን እቲ ባሕሪ እናረኣያ እናተዘናግዓ እንከለዋ ሃንደበት ላራ ኣብ ቁልዕነተን መጺኤን ኣብኡ ዝቐበርኣ ሳንዱቕ ከም ዘላ ተዘክረን። እተን ክልተ ኣዕርኽቲ እውን እዚ ምስ ሰምዓ ገጸን ብታሕጓስ መለእ። ይኹን ደኣ እምበር እታ ሳንዱቕ ኣበይ ወገን ከም ዝቐበርኣ ዋላ ሓዲኤን ስለ ዘይፈልጣ ከግንያኣ ኣይከኣላን። ኣብቲ ሰዓት ንሱ'ውን ላራ ኣብ ቁልዕነታ ዝሰኣለታ ካርታ ከም ዝነበረት ዘኪራ ካብታ ናይ ቀደም ቦርሳኣ ተውጽኣ። ብዛ ካርታ ጌርና ናይ ግድን ክንረኽባ ኢና ኢለን'ውን ኮምፓስ ሒዘን እታ ሳንዱቕ ዝቐበራላ ቦታ ክእልሻ ናብቲ ውሽጢ ጫካ ይኸዳ። ይኹን ደኣ'ምበር እናተጓዕዛ እንከለዋ ጂናና ሳራ ደጊመን ምበኣስ ይጅምራ። ሕዚ ግን እቲ ባእሲ ምርር ዝበለ እዩ ነይሩ። ምኽንያቱ ሱዚ ንጂና ምሕዝነኣን ጠሊማ ከይዳ ከም ዝነበረት ስለ ዘልዓለት። ላራ ከምቲ ኩሉ ግዜ ትገብሮ ንኽልተ እነረጋጊዓ ምሕዝነተን ክተዘክረን ትሙኩር ሕጂ ግን ኣይተሳኸዐላን እንከይሰምዓ ኣይተርፋ። ላራ ካብቲ ዘዕረፋሉ ቦታ ርሒቓ ንበይና ኮፍ ክትብል ትኸይድ ጸኒሓ ውን ናብ ጂኒ ብምኻድ ንሱዚ ይቅርታ ንኽትሓታ ብዙሕ ዘረባ ተዛሪባ ክተእምና ትፍትን ጂና ግን ይቅርታ ክትሓትት ፍቃደኛ ኣይነበረትን ምኽንያቱ ፍቅረኛኣ ዩ ንዓኣ ጠሊምዋ እምበር ኣነ ንዓኣ ዝገበርክዋ ነገር የብለይን ኢላ ንሱዚ ትምልሰላ ይኹን ደኣ እምበር ደጋጊማ ምስ ለመነታ ጂና ንኽትምኩር ፍቓደኛ ኮይና ክትእልሻ ትኸይድ። ድሕሪ ጻንሒት ጂና ናብ ሱዚ ክትዛረባ ክትከይድ እንከላ፣ ሱዚ ብርሕቐት ሰለስተ ኣወዳት እናጠመትወን ምስ ረኣየት ሃንደበት ምፍራሕ ትጅምር። ግን ሓደ ካብዞም ኣወዳት ናይ ጂና ጎረቤታ ጆን ስለ ዝነበረ ዘፍርሕ ነገር ከም ዘየለ ይፈልጣ። እቶም ክልተ ኣዕርኽቱ ጆኒ እና ማክሲ እውን ብደንቢ ገይሩ የፋልጠን። ጆኒ እውን ንጂና፣ ንሕና ኣብ ሕሉፍ ወተሃደራት ኮይንና እዛ ሃገር ዘገልገልና ሰባት ኢና። ንዓና ብፍጹም ክትፈርሓና ኣይግባእን ኢሉ የረደእን። ክልቲኦም ዝበለጸ ተቐራሪቦምን ተላሚዶምን ምሸት ኮፍ ኢሎም ምውጋዕ ይጀምሩ። ሓዊ ኣንዲዶም ምጭዋት ክጅምሩ እንከለዉ ሱዚ ኣመና ሰትያ፣ ትሰክር እሞ እንከይተረድኣ ንጆኑ ትላኸፎ። ጆኑ'ውን እታ ኩነታት ከም ዕድል ተጠቒሙ ዝበለጸ ክቐርባ ይፍትን። ሰራና ጂና ጠጠው ከብልኣ እናሞከራ እንከይሰምዐተን ምስ ጆን ናብቲ ጫካ ብሓደ ትኸይድ። ጆን ብዘይተለመደ መንገድታት ክነኻኽኣ እንከሎ ናውናኣ ትምለስ እሞ ክትቅጽሎ ከም ዘይትደሊ ትነግሮ። ጆንግን ተናዲዱ ኣገዲዱ ክደፍራ ይሙክር። ነብሳ ንምክልኻል ምስ ጆን እናተዋእሰት እንከላ ብእምኒ ኣልዒላ ትወቕዖ እሞ ጆን ኣብ ዝወደቐላ ህይወቱ ይሓልፍ። ሱዚ እናእወየት ዝሰምዑ ኣዕርኽታ እናጎዩ ናብቲ ቦታ ይመጹ እሞ ዓርኮም ጆን ከም ዝሞተ ማክስና ጆኒ ይርእዩ። ማክሲ ተናዲዱ ንሰን ሰለስተ ጓላት ከጥቅዐን ክፍትን እንከሎ ጆኒ ንኽረጋጋዕ ይነግሮ። ጆኒ ብተደጋጋሚ ጠጠው ከብሎ ዋላ እናመከሮ፣ ማክሲ እንከይሰምዖ ንሰለስቲኤን ብዘይ ምሕረት ይቕጥቅጠን። ኣብቲ ዝቕጽል ንግሆ እዘን ሰለስተ ጓላት ካብ ድቃሰን ክነቕሓ እንከለዋ ብገመድ ተኣሲረን ከም ዘለዋ ይርኣ። ማዕረ ክንደይ ከም ዝተቐጥቀጣ'ውን ኣብ ገጸን ዘሎ ቁስል ርኢኻ ምግማት ይከኣል'ዩ። ዓርኩ ብምሟቱ ብጣዕሚ ዝሓዘነ ማክሲ ንጆን እዘን ሰለስተ ጓላት እዚኤን ዓርክና እየን ቀቲለን ንሕና'ውን ኣብዚኣ ክንቀትለን ኣለና ኢሉ ይዛረቦ። ይኹን ደኣ እምበር ጆኒ ምንም ኣይሰምዖን። ትማሊ ምሸት ዝተፈጠረ ነገር ኣጋጣሚ እዩ ነይሩ። ክትወቕዖ ዝኸኣለት እውን ነብሳ እናተኸላኸለት እዩ እምበር ኮነ ኢላ ኣይኮነትን ኢሉ ከረድኦ ይሙኩር። ንሕና ንዐኣን ተቐቲልናየን መከራ ኢና ክንውስኽ እምበር ምንም ኣይነምጽን። ዓርክና ሞት ኢልና ሕንኡ ክንፈዲ ህይወትና ኣይነበላሽ ኢሉ ንማክስ ይመኽሮ። ማክስ ጆኒ እዚ ኩሉ እናመኸሮ ዋላ ሕንኡ ንኽፈዲ ኣመና እዩ ተሃንጥዩ ነይሩ። መሳርሒ ኣልዒሉ እውን። ሓደ ብሓደ ንክቐትለን ሽጉጡ የነጻጽር። ላራ'ውን ብስምዒቱ ንምጭዋት፣ ንስኻ ንዝተኣሰራ ጓላት ምውቓዕ ጥራሕ ኢኻ ትኽእል፣ ሰብኣይ ተኾይንካ ፍትሓና እሞ ስርሕኻ ክነርእየካ ኢላ ትላኸፎ። ብዘረባኣ ኣመና ዝተነኽአ ማክስ'ውን ንክፈትሐን ፍቓደኛ ይኸውን። ኢድ ንኢድ ክጋጠምኦ እናተዳለየ እንከለዎ'ውን ሓመድ ናብ ዓይኑ ኣእትየን ሓዲገንኦ ካብቲ ቦታ ይሃድማ። ኩላተን ብሓደ ግዜ ንከይተሓዛ'ውን ናብ ዝተፈላለየ ኣንፈት ይሃድማ። ግን እታ ደሴት ጫካ ዝበዝሓ ስለ ዝነበራ በበይነን ምኻደን፣ ብህይወት ንምትራፍ ዝበለጸ ፈተና እዩ ዝገብረለን። ሱዚ እታ ናይ ቁልዕነተን ካርታ ተጠቒማ ናብታ ሳንዱቕ ዝቐበራላ ቦታ እናተጓዕዘት ኣብ ሓደ ቦታ ትሕባእ። ድሕሪ ዝተወሰነ ደቓይቕ ብዝገርም ኩነታት እተን ክልተ ኣዕርኽታ እውን ይመጻ'ሞ ደጊመን ይራኸባ። ደጊመን ብምርኣየን ዋላ ብጣዕሚ ተሓጒሰን ይጽንሓ ካብቲ ቦታ ብዝተኻእለን ፍጥነት ከምልጣ ይውስና። ምኽንያቱ ካብ ሕዚ ቁሩብ እንድሕሪ ደኣ ደንጒየን እቶም ኣወዳት ወይ ክረኽብወን እዮም ወይ ናይ በረኻ ኣራዊት ከልዕወን እዮም። ላራ እውን ሎሚ ዓንተብዚ ንሕደር'ሞ ጽባሕ ንግሆ ብጃልባና ነምልጥ ዝብል ሓሳብ ተምጸለን። ኩላተን ደኺመን ስለ ዝነበራ እውን በዚ ሓሳብ ተስማዕሚዐን ንኽድቅሳ ጸሓይ ክትዓርብ ይጽበያ። ምስ ጸልመተ ሰለስተ እተን ኣዕርኽቲ ናብቲ ገምገም ባሕሪ ይኸዳ እሞ ጃልበአን ይእልሻኣ። ግን እታ ጃልባ ገመዳ በጢሶማ ስለ ዝነበሩ እናተንሳፈፈት ናብ ርሑቕ ከይዳ ከም ዘላ የስተውዕላ። ታሕጓሰን ናብ ሕርቃን ክቕየር እንከሎ ሱዚ ናብተን ጃልባ ሓሚሰን ንኸርክበኣን ካብኡ ንደሓር ተሳፊረን ንኽኸዳን ሓሳብ ተምጸለን። ሳራ ግን ምንም ኣይተስማዕመዐትን ናብኡ ክሳብ ንኸይድ እንድሕር ድኣ ሪኦምና ይቀትሉና እዮም ልዕሊኡ እቲ ማይ ዝሑል ስለኔ ንኽንሕምስ ኣመናይና ክንቺገር ኢላ ተረድኣ ይኹን ድኣ እምበር ሱዚ ን ጂና በቲ ሓሳብ ስለዝተስማዕምዓ ክኸዳ ይሓስባ ካብተን ክልተ ኣዕርኽታ ክትፍለ ዘይደለየት ላራ ውን ዋላ ደስ ከይበላ ምሰእን ምኻድ ትጅምር እቶም ክልተ ኣወዳት ንኸይሪእወን ብመሬት እናተፋሓዃ እናኸዳ እንከለዋ ሃንደበት ላራ ካብ መሬት ትትስእሞ እቶም ክልተ ኣወዳት ሪኦም ብስናይፐር ወቂዖም ወድያው ይቀትልዋ ጂና ንዓ ክተድሕን ክትሙኩር እንከላ ሳራ ሒዛ ናብ መሬት ትመልሳ ምኽንያቱ ናብኣ እናኸደት ንሳ ውን ክትክሸፍ እያ እሞ ኩላተን እየን ክሞታ። ንሱዚ ናብታ ጃልባ ንኽትከይድ ብምልክት ምስ ነገረታ ናብቲ ባሕሪ ኣትየን ምሕማስ ይጅምራ። ግን እታ ጃልባ ኣመና ርሒቓ ስለ ዝነበረት ሓሚሰ ናብኣ ከይበጽሓ እቶም ክልተ ወዳት ይርእይወን ደጊሞም ክተጉሱለን እንከለዉ ናብቲ ውሽጢ ማይ ጠሊቐን ከሕብኣ ይሙኩራ ግን እቲ ማይ ኣመና ዝሑል ስለ ዝነበረ ብዙሕ ክጸንሓ ኣይከኣላን ናይ መጠረሻ መማረጺኤን ወይ ፈጢነን ናብታ ጃልባ ምኻድ ወይ ከኣ ተመሊሰን ምሕባእ ምዃኑ ይርደኣን። ግን ሃንደበት ጆኒ ንዐኣን እናጎየየ ካብ በሪኽ ቦታ ጸዲፉ እግሩ ጎዲኡ እናበኸየ ይሰምዖኦ። ሱዚና ጂና እቲ ኩነታት ከም ዕድል ተጠቒመን እንከይተርኣያ ካብቲ ባሕሪ ደጊመን ይወጻ። ናብቲ ጫካ ተመሊሰን እቲ ዝጠልቀየ ክዳውንተን ቁሪ ኣትዩወን ንኸይሓማ ኣውጺኤን ይሰጥሖኦ። ተሓቋቊፈን ክሞቓ እናሞከራ እንከለዋ እውን ላራ ብምማታ ብጣዕሚ ሓዚና ነበረት ሱዚ ከም ዝናፈቐታ ምዝራብ ትጅምር። ጂና ዓርካ ደኺማን ሓዚናን ስለ ዝርኤታ፣ ዝቕጽል መዓልቲ ቀልጢፈን ከም ዘምልጣ ነጊራ ክተጽናዕንዓ ትፍትን። ሱዚ፣ እዞም ወታደራት ዝነበሩ ክልተ ኣወዳት ገጢምና ክንቀትሎም ኣይንኽእልን፣ መጠረሻና እውን ሞት እዩ ኢላ ብጣዕሚ እናበኸየት ትዛረብ። ኒና ግን፣ ሃሊኻ! እዞም ክልተ ኣወዳት ወታደራት ኮኑ ኮማንዶ ምንም ኣይምልከተንን፣ ጽባሕ ብህይወት ክንወጽእ ኢና ኢላ ኣበረታቲዓ ህልኻ ተለዓዕለላ። ተስፋ ይህልያ ዶ ይኸውን ኢለን እታ ናይ ቀደም ካርታ ይርእያኣ'ሞ ምንም መፍትሒ ኣይረኸባን። ደሓር ግን እታ ቁልዕነተን ዝሓብኣኣ ሳንዱቕ ኣበይ ከም ዘላ ዘኪረን እናጎያ ከይደን ይፍሕራኣ። ኣብ ውሽጢ እትጠቕመን ሓንቲ ነገር ደቃቕ ካራ ጥራሕ'ያ ነይራ። ግን ንሳ'ውን ኣብዚ ናይ ህይወትን ሞትን ኩነታት ዓባይ ነገር ትኸውን። ኣብታ ምሸት ንሳ፣ ሱዚና ኒና ኣብ ሕሉፍ ዘባእሰን ዝነበረ ነገራት ገዲፈን ኣብ መጻኢኣን ንኸተኩራ ይስማዕምዓ። ሱዚ ንጂና ይቕረ ኢላ ክልተኤን ሓንቲ ዝሞተት ዓርከን ሕነ ንኽፈድያ እላ ተሰማሚዐን ይውድኣ። ንጉሆ ኮይኑ ጸሓይ ክትቅልቀል እንከላ ሱዚ ሓደ ነገር ንምግባር ምንቅስቓስ ትጅምር። ጆኒ ኣብቲ ገምገም ባሕሪ እታ ዝተሰብረት እግሩ ቀንዝያቶ እናሃኸየ ደቂሱ ይጸንሐን። ንዕኡ ምስ ረኣየት ሱዚ ሕነኣ ንኽትፈዲ ተናዲዳ ክትቆትሎ ከም ትደሊ ትነግራ። ሱዚ ዋላ መጀመርያ ፍቓደኛ ኣይትንበር፣ ከመይ ኢላ ዓርከን ከም ዝተቐተለት ምስ ተዘከረታ ብጣዕሚ ትናደድ። ንኽትቀትሎ ቀስ ኢላ እናተፋሓኾት ትቐርቦ። ንእሸይ ምስ ቀረያ ግን ጆኒ ኣዒንቱ ይኸፍት እሞ እናመጸቶ ይሪኣ። ማክስ ቀልጢፉ መጺኡ ንኽረድኦ እናጸወዖ እንከሎ ሱዚ ንድሕሪት ኣብ ክንዲ ምህዳም እናጎየት ከይዳ ትበኣሶ። እታ ንእሽተይ ካራ ኣውጺኣ ክትወግኦ ክትብል እንከላ ኣብ ሕሉፍ ጊዝኡ ወታደር ዝነበረ ጆኒ ኣመና ተሪር ኣእዳው ስለ ዝነበሮ እታ ካራ ክሳብ ትወድቕ ኢዳ ይዓጽፋ። ሱዚ ካብ ኢዱ ንክተምልጥ ክንዲ ዝተኽኣላ ትበኣስ፣ ግን ኣመና ጠንካራ ስለ ዝነበረ ክትክእሎ ኣይከኣለትን። ዓርካ ሱዚ ኣብ ችግር ከም ዘላ ሪኣ ጂና ንክትሕግዛ እናጎየየት ትመጽእ። ክልቲኤን እናተዋሰኦ እንከለዋ ውን ማክሲ መሳርሒ ሒዙ ይመጽእ እሞ ንዓርኩ ተኲሱ ንከይወቅዕ ንከፍርሐን ጥራይ ናብ ርሕቐት እናተኮሰ ይቐርብ። ጂና ፈሪሓ ካብቲ ቦታ ተሲኣ ክትከይድ እንከላ ሱዚ ግን ነቕ ከይበለት ኣብ ቀረባ ዝነበረት መሳርሒ ሲሒባ ንጆኒ ቀቲላቶ ትኸይድ። ይኹን ደኣ እምበር ማክሲ ስዒርዋ ስለ ዝኸደ ናይ ጂና ህይወት ኣብ ሓደጋ ተኣቲ። እናሃደመት ኣብ ሓደ ጫፍ ገደል ጠጠው ምሰለት ማክሲ ብድሕሪታ መጺኡ ይሓጽራ። እታ ኣብ ክላሹ ዝቐረየት ናይ መጠረሻ ጥይት ተጠቒሙ ክወቕዓ እናተዳለየ እንከሎ ግን ብድሕሪቱ ሱዛን ዶ ተጥቅዖ እሞ እታ ናይ መጠረሻ ጥይት ስሒቱ ይትኩሳ። ግን ክልተ ጓላት ንምቕታል መሳርሒ የድልየኒ ኢሉ ስለ ዘይኣመነ ካርኡ ኣውጺኡ እናሰሓቐ ንኽገጥምኦ ይነግረን። ሱዚን ናይ ጂና ክልተ ጓላት ኮይነን ንሓደ ወዲ ምግጣም ከም ዘይሰኣነን ብምእማን ክበኣሰኦ ይመርጻ። ኣጥቂዐንኦ እናተባእሱ እንከልዎ እውን ጂና ርእሳ እምኒ ይወቕዓ እሞ ውነኣ ትስሕት። እታ ዕድል ተጠቒሙ ማክሲ ናብ ሱዚ ትኹሮ ተቐይሩ ከም ዘየለ ገይሩ ይወቕዓ። ኣብ መሬት ወዲቓ ዝጸንሐቶ በላሕ ዕንጨይቲ ኣልዒሉ እውን ኣብ ሕቖኣ ይወግኣ። ሱዚ ብቓንዛ ክተእዊ እንከላ ማክሲ ምንም ሓዘን ስለ ዘይነበሮ ሓንተይ ኢሉ ኣይቋረጸን። ንሱዚ ጠቕሊሉ ክዳለያ እናሓሰበ እንከሎ ግን ጂና ብድሕሪቶ ዘንጊዓ ትመጽእሞ ብኻራ ሓሪዳ ትቐትሎ። ከምዚ ኢለን ሕነታ ዝሞተት ዓርከን ፈዴን ናብቲ ገምገም ባሕሪ ቀስ ኢለን ይምለሳ። ንብረተን ኣኪበን ብቕድሚ ኩሉ ናብ ፖሊስ ይድውላ። ድሕሪ ጻንሒት እታ ጃልባ ሒዞምለን ይመጽኡሞ ናብቲ መጀመርያ ዝተሳፈራሉ ቦታ ይምለሳ። ናብታ ደሴት ክመጻ እንከለዋ እናሰሓቓን እናተጫወታንዩ ነይሩ። ሕዚ ግን ሓንቲ ካብኣተን ሞይታ እተን ክልተ ከዓ ብከቢዱ እየን ቆሲለን እኒዋ። ዋላ እዚ ኩሉ ሓሊፈን እዘን ክልተ ኣዕርኽቲ ንሓዘን ቦታ ኣይሃበኦን። ድፍረተን ተጠቒመን ህይወተን ንክቕፅላ ናብ መሬት እናተመለሳ እናረኣናየን ፊልምና ይውዳእ። ፈቲኹምዎ ትኮኑ ተስፋ ይገብር። ተመሳሰልቲ ቪድዮታት ንክመፅኹም ንቻናልና ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፍዎ። ደጊምና ክሳብ ንራኸብ ሰናይ ፃንሒት።